ሕምብርቲ ናይ ቆልዓ ክልተ ቱቦ ኣለዎ ኣክንዲ ሰለስተ እዚ ቱ ቬሰል ኮርድ ኣክንዲ ሰለስተ ቬሰል ኮርድ ክብልኹም ከለዉ እንታይ ማለት እዩ ሎማዓንቲ ብዛዕባኡ ክዛረበ ከመይ ውዒልኩም ኣሕዋተይ ትምህርትና ንቐፅል ካበደ ናብ ቆልዓ ከመይ ገይሩ ይሓልፍ እቲ ናይ ደም ድዩ እቲ ሓይሊ ደድልዮ ናይ መግቢ እዚ ኦክሲጅን ካብ ኣደ ናብቲ መዳሕንቲ ኸይድ፣ ካብ መዳሕንቲ ኸዓ ብቱቦ ናብቲ ቆልዓ ይኸይድ ማለት እዩ። ኣብ ሕምብርቲ ይኣቱ። ብኸምኡ እዩ ምስ ሓረስ ግን ነቲ ናይ ኣብ ሕምብርቲ ዘሎ ቱቦ ድመስል ድቆርፅዎ። ምክንያቱ ብኸምኡ እዩ እቲ ነታ ኣደ ኮኔክት ኮይኑ ዘሎ ተራኺቡ ዘሎ እቲ ቆልዓ ማለት እዩ። ሕጂ እቲ ቱቦ ኣብኡ ሰለስተ መሕለፊ እዩ ዘለዎ። ሕጂ ብዚ ተሪእናዮ ኣብ ጥንሲ ከምቲ ዶ ክብሎ ጸናሕኩ ቆልዓ ኣብ ማህጸን ሽዑ ነታ ኣደ በቲ ኣምብሊካል ኮርድ ቱቦ ድመስል ድቆርጽዎ ክትሓርሳ ከለኽን ናብቲ መዳሕንቲ ብኸምኡ ይራኸብ ማለት እዩ ሕጂ ካብ ኣደ በቲ መዳሕንቲ ገይሩ ናብ ቆልዓ ካብ ቆልዓ በቲ መዳሕንቲ ገይሩ ናብ ኣደ ምለስ ማለት እዩ ብኸምኡ ኢና ኣብ ኣደ ደሎ ደም ናብ ቆልዓ ይሓልፍ እቲ ደድሊ ነገራት ማለት እዩ ኣብቲ መድሓንቲ ካብቲ መድሓንቲ ገይሩ እቲ ኦክስጀን ሓልፍ እቲ መግቢ ብድበላዕ ክነው ሓይሊ ክኸውን ናብ ቆልዓ ሓልፍ እቲ ሽኮር ኣብ ደም ደሎ ማለት እዩ ብከምኡ ሓልፍ ካብ ቆልዓ ከዓ እቲ ኦክስጀን ደይብሉ ደም ይምለስ ምእንታን ኦክስጀን ክረክብ ዝኾነ ከምዚ ርስሓት ንብሎ ምሻሎ ነብስኻ ክፀሩ ከሎ እቲ ደም ብከምኡ ይሓልፍ ማለት እዩ ሕጂ እቲ ቱቦ እንተሪኢናዮ ብውሽጢ እቲ ቱቦ እንታይ ኢና ንርኢ ዘለና ሰለስተ እቲ ምሽ ኣብ ነብስና ቬይን ዝበሃል ኣሎ ኣርተሪ ዝበሃል ኣሎ ካፒለሪ ዝበሃል ኣሎ ኢለክን ነረ ኣብ ቅድሚ ሕጂ ዝሰራሕክዋ ቪድዮ ሕጂ እዚ እቲ ደም ድሓልፈሉ ነገር እዩ ሕጂ ኣብ ኖርማል እዛ ትቦ ተሪኢኹም ኣብዚ ሕጂ ሰለስተ ቱቦ እዩ ዘሎ ክልተ ኣርትሪ ሓንቲ ከዓ እታ ቬን ሕጂ እቲ ደም ብከም ዝሓልፍ ማለት እዩ ሕጂ ብክልተ እቲ ኣርትሪ ደም ካብቲ ቆልዓ ናበደ ናብቲ መድሓንቲ ይምለስ በቲ ቬን ከዓ ናብቲ ቆልዓ ይኸይድ ማለት እዩ ሕጂ ሰለስተ ተሎ ኖርማል እዩ እዚ ሓንሳብ ሓንሳብ ግን ክልተ ይኸውን ኣክንዲ ሰለስተ ድኾን ክልተ ኸውን ሓንቲ ቬን ሓንቲ ኣርትሪ ሕጂ ከምዝኸውን ከሎ ኖርማል ወላ ተረይ ኮነ ብዙሕ ፀገም ደምፅእ ኣይኮነን ኣብ ቆልዓ ሕጂ ከምቲ ዝበልክዎ ኣብቲ ሰለስተ ቨስል ሰለስተ ኣሎ ኣብቲ ቱ ቨስል ኮርድ ንብሎ ሲንግል ኣምብሊካል ኣርቸሪ ከዓ ከምዚ ሓደ ጥራይ ኣሎ ሕጂ ከምዚ ተለክን ስለምንታይ ንነግረክን ወይ ስለምንታይ ክንፈልጥ ንደሊ ሕጂ ሕሰብዎ ሰለስተ ቱቦ ተሎ ነቲ ቆልዓ ደድሊ ነገራት ብብዙሕ ይሓልፍ ኣሎ እቲ ክፀሩ ዘለዎ እውን ፅቡቅ ገይሩ ይወፅእ ኣሎ ማለት እዩ ሕጂ ክልተ ተኮይኑ እቲ ናይ ምሕላፍ ነገር ካብ ቆልዓን ካብ ደን ይትሕት ሕጂ ብከምኡ ኢና ከምኡ እንተለክን ኦልትራሳውንድ ኣብቲ ሳልሳይ ትራይመስተር ንብሎ ካብ ሽዱሽተ ወርሒ ስጋብ ትሽዓተ ወርሒ ደሎ ብብዙሕ ንገብረልክን ዝበዝሕ ግዜ ኣብ ሰላሳን ክልተን ሰሙንን ኣብ ሰላሳን ሽዱሽተን ሰሙንን ይርዩ ማለት እዩ ቆልዓ ከመይ ይዓቢ ኣሎ ዝኾነ ነገር ከይጎድሎም ማለት እዩ ኦክሲጀን ከይውሕዶም ከይደቁ ምክንያቱ እቲ ከምቲ ዝድለ ነገራት ዘይረኽቡ ከይህልው ሓንሳብ ሓንሳብ ኖርማል እዩ ኖርማል ተሎ ፅቡቅ ደሸግር ኣይኮነን ሓንሳብ ሓንሳብ ግን ሓደ እዩ ደቁ ከምቲ ዝበልክዎ ካልኣይ ከዓ ኣብቲ ክትሓርሳ ክትቀርባ ከለኽን ምክንያቱ እቲ ቆልዓ ብማህፀን እንዳ ዓበይ ክኸይድ ከሎ እቲ ንዕኦም ደድልዮም ነገራት እንዳበዝሐ ይኸይድ ሕጂ ቅድሚ ሽዱሽተ ወርሒ ለትሰይ ዝኾነ ንእሽተይ በሊዕኽን ፅቡቅ ተነርክን ኣብ ሽዱሽተ ወርሒ ሓሓሊፍክን ትሽዓተ ወርሒ ክትቀርብኦ ከለኽን ግን ብብዙሕ መግቢ ክትበልዓ ትደልያ ገለ ማለት እዩ ስለምንታይ እቲ ቆልዓ ይዓቢ ስለ ዘሎ እቲ ንዕኦም ደድልዮም ነገራት ከዓ እንዳበዝሐ ስለ ዝኸይድ ሕጂ እቲ ቀልጢፍክን ክንሕርሰክን ኢና ክብልኽን ይኽእሉ እዮም ምክንያቱ እቲ ቆልዓ ደድልዮ ደይረክብ ከይህሉ ኤንስቲ ዝበሃል ኣሎ ናን ስትረስ ተስት ቆልዓ ልቢ ከመይ ትሃርም ኣላ ንክንፈልጥ ከምኡ ክንገብረልክን ክብልኽን እዮም ስጋብ ኣርብዓ ሰሙን ወይ ድሕሪኡ ክትሓልፋ እውን ኣይንደልን ከምዚ ዓይነት ዘለክን ኣብ ዝበዝሕ ግዜ ግን ካልእ ፀገም እንተደየለ ብቲ ቆልዓ እዚ ማለት ዝኾነ ከምዚ ናይ ልቢ ፀገም ተደየለ ናይ ሓንጎል ፀገም ተደየለ እታ ደ ዝኾነ ብዙሕ ፀገም ተደይብላ ማለት ኣይረን ብዙሕ ተደይ ጎዲሉ ሽኮርያው ገለ ተደይ በዚሑ ወላ ሓንቲ ሽግር የብሉን ኖርማል ትሓርሳ ትኽእላ ኢኽን እዚ ክብል ከለኹ ግን ኩሉ ግዜ እዚ ሰርቬይለንስ ንብሎ ብብዙሕ ኣልትራሳውንድ ክገብረልክንን ቆልዓ ፅቡቅ ተሎ ፅቡቅ ተደየለ ይጎደላ ዶ እቲ ነቲ ቆልዓ ደድልዮ ክነሕርሰክን እውን ክብላኽን ይኽእላ እየን ሕጂ ከምዚ ክልተ ቨስል ኮርድ ኣለክን እዚ ሲንግል ኣምቢሊካል ኣርተሪ ንብሎ ከምኡ እለ ክን እንተለና ክንስ ኣይትፍርሃ ጥራይ ኣብ ሰዓት ክን ኣፖይንትመንት ክንኪዳ ኣብ ሰዓት ክን ላባራቶሪ ግበራ ኣብ ሰዓት ክን ኦልትራሳውንድ ግበራ ከነሕርሰ ክን እንተለና ክን ከዓ ኣብቲ ቆልዓ ድረአ ደሎ ጎዲሉ ስለ ዘሎ እቲ ቆልዓ ደድልዮ ነገራት ስለ ዘይረክብ ደሎ እየን ከምኡ ድብላ ክን ደሎ ሕጂ ዶክተርካ ምስማዕ ንሕጂ ብሩክ ለይቲ ባይ